ሰላም ሰላም ፍትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ቤተሰብ በብዘለኹምዎ ሰላምኩም ብዝሕ ተረፍ ይበለለይ። እንኳዕ ድማ ናብ ቻናለይ ብሰላም መጻኹም። ናይ ሎማዓንቲ ቪድዮ ዝኸውን ከዓኒ ናይ ሓንቲ ሓፍተይ ኣብ ኮሜንት ዝጸሓፈትለይ ነይሩ ክምልሰላ መጽየ ኣለኹ። ብዙሕ ሕቶ እዩ ዘለኹም ዘት ዓይነት ዝሮ ዝሮ ግን እዚኣ መሪፀ ሒዘ መፅእ ኣሎ ካሊ ደሞ ቀስ ኣቢለ ክመለሰልክን ተስፋ ይገብር ተመሳሳሪ ዘለክን ደሞ ብዙ ክምለሰልክን ተስፋ ይገብር ማለት እዩ ክብራት ኣሕዋተይ እና ከምዚኣ ትመስል ታሕቶ ወይንዬ መልስለይ በጃኺ ንመደቀሲ እና ሳሎን ሽንቲ ቤት ክንደይ ብሎኬት ይውድእኒ ትብለንላ ክንደይ ብሎኬት ይውድእ ሓቢርና ንሪእና እስካዕ ቤተ ፍፃመ ተኸታተሉ ንቻናለይ ሓደሽቲ ዝኾንኩም ሳብስክራይብ ነባራት ዝኾንኩም ካዓ ላይክ ሸር እናግበርኩም ንክተበረታቱዕኒ ብትሕትና ይላቦ ላይክ ሸር ንትገብሩለይ ካብ ልቢ እናመስገንኩ እየ ክብራት ኣሕዋተይ ሰናይ ፃንሒት እና ማለት እዩ ንሳሎንና ንመደቀሲ ብሎኬት ክንደይ ይኣክል ንክትብለኒ ከላ ንዙርያ ምላሽ እዩ ማለት እዩ ሕዚ ንኣብነት ሳሎንና መደቀሲ ሓንቲ ነጸላ መንደቕ ድኣ ኮነት እንትፈልያ፣ ሕዝስ ብኢድ የማን ሳሎን ተልኡ ብኢድ ጸጋም መደቀሲ ተልኡስ ሓንቲ ነጸላ መንደቕ እያ ትፈልያ ዘላ፣ ካብኡ ከኣ ብድሕሪት ካብኡ ከኣ ዙርያ መለሹ ብቕድሚቱ እዩ ዝኸውን ዘሎ እና ሕዚ ብስም መደቀስና ሳሎን ክንድዚ ይውድእ ክንብሎ ኣይንኽእልን ማለት እዩ። ሕዚ ናታትኩም ሳሎን ሓሙሽተ ብሽዱሽተ ክኸውን ይኽእል መደቀሲ መደቀሲ እውን ከምኡ ቢያንስ ሓሙሽተ በርባዕተ ወይ ሓሙሽተ ብሰለስተ ክኸውን ይኸእል ማለት እዩ። ሳሎን እና መደቀሲ ጥቓ ንጥቓ እንድሕሪ ኮይኑ ግድን ወይ ቁመቱ ወይ ጎኑ ሓደ ዓይነት እዩ ክኸውን ሕዚ ሓንቲ ማቲ እንታይ ዝበሃል ኮለን ብማዕረ ስለ ዝስራሕ ኮለን ሕዚ ሚእትን ኣርባዓን ካሬ ወይ ከዓ ሚእትን ሓምሳን ወይ ሚእትን ስሳን ተኸይኑ ንታሕቲ ዝወርድ ሓደ ዓይነት እዩ ክኸውን ልዕል ትሕተ ኣይብለን ስለዚ ሳሎን ብታሕቲ ሓሙሽተ ተኮይኑ ናይ ናይ መደቀስ ነፀላ መንጠቅ እውን ከምኣ እያ ትኸውን ስለዚ ሳሎንክን ናታትክን ሓሙሽተ ብ ሓሙሽተ ብሓሙሽተ በቃ ንበላ ናታትክን ሳሎን ሓሙሽተ ብሓሙሽተ ወይ ከዓ መደቀሲ ሓሙሽተ ብሰለስተ ወይ ሓሙሽተ ብሰለስተ ፈረቃ እንድሕር ዳ ኮይኑ ክንደይ ብሎኬት ይውድእ ንዝብል እሺ ብናየይ ክሓስበልክን ማለት እዩ ባይ ዘ ወይ ሓንቲ ብሓንቲ ንምሕሳብ ክጥዕመኩም ማለት እዩ ናታትኩም ንላዕሊ ቪላ ገዛ ዝኾይኑ ሰለስተን ፈረቓን ኣሎ ኣርባዕተ ኣሎ እስካብ ሓሙሽተ ዝሰርሕዎ እውን ኣሎ ይበሃል ምክንያቱም ከመይ ድዩ ሓዚ ህድም ተኾይኑ ሰለስተ ሜትሮ እኸል ምክንያቱም ህድም ስለ ዝኾነ ፀሓይና ቁሪ ኣይፈራረቆን ተለጉና ይመውቕን ተለጉና ይቆርን ቪላ ተኾይኑ ግን ጸሓይ እንተ መጽያ ብሓደ ግዜ ቧዕ እዩ ክብል ቁሪ ተኮይኑ ግን ብሓደ ግዜ ቁሪ ቁሪ እዩ ክከውን ማለት ስለዚ ቁመት ከልዮ እዩ ንዓካትኩም ንካ የጥቅዐኩም ቁምኦት እና ቁሪ ማለት እዩ ሐዚ ቢያንስ ሓሙሽተ ቢያንስ በቃ ሓሙሽተ ሜትሮ ወይ ኣርባዕተ ፈረቓን ክኸውን ይመስለኒ እቲ ቢያንስት ገዛ ዝበለስ ካብ ሰለስተን ፈረቓን እስካብ ኣርባዕተ እስካብ ኣርባዕተ ተኾይኑ እቲ ናይ ቆርቆሮ ደሞ ሓደ ሜትሮ ክውደኩም ይኽእል ከምዚ ውሽጣ ውሽጡ እንተን ስለዚ ዝሮ ዝሮ በቃ እስከ ኣርባዕተ እስከ ኣርባዕተ ፈርኣን ጌርኩም ሓዝዎ ቪላ ገዛ ነዊሕ እዩ ዝስራሕ ይብልዎ ያው ሙቐት እናቆረኻ ይኾነኩም ማለት እዩ ስለዚ እንታይ ትገብሩ ብሎኬት ሓንቲ ብሎኬት ንቑመት ኣርባዓ ሴንቲሜትር እያ ኣበየቱም ቦታ ከምኡ እዩ ዝስራሕ ንቑመት ኣርባዓ እዩ ንጎኒ ደሞ ዒስራ እዩ ማለት እዩ ንጎኒ ንቑመት ኣርባዓ ንላዕሊ ዝወጽእ ከዓኒ ዒስራ ማለት እዩ ካብኡ ትገንዚ ከዓኒ ትባይታ ኣሳፊሑ ዝሕዞ ደሞ ዓሰርተ ሓሙሽተ ማለት እዩ ስለዚ ንስኻትኩም ናታትኩም ሕዚ ንቑመቱ ሓምሳ እንድሕር ደኣ ኾነ ሓሙሽተ ሜትሮ እንድሕር ኮይኑ ሓንቲ ብሎኬት ኣርባዓ ሴንቲሜትር እንድሕር ኮይና ኣብ ሓንቲ ሜትሮ ክንደይ ብሎኬት ትውድእ ኣላ? ክልተን ፈረቓን ትውድእ ኣላ ማለት እዩ። ሓደ ኣርባዕተ ኮይኑ እቲ ክልተ ሰማንያ ይኸውን ኣሎ እቲ ዕስራ ደሞ ግማሽ ናይቲ ኣርባዓ ስለዚ ኣብ ሓንቲ ኣብ ሓንቲ ሜትሮስ ክልተን ፈረቓን ብሎኬት ትውድእ ኣላ እዚ ማለት ሓንቲ ሜትሮ ትኸውን ኣላ ማለት እዩ። ምክንያቱም ኣርባዓ እና ኣርባዓ ሰማንያ እና ዕስራ ሚእቲ እና ሓንቲ ሜትሮ ሚእቲ እንተኾይና ክልተን ፈረቓን ብሎኬት ይውደእኩም ኣሎ ካብኡ ክልተ ኣብ ሓንቲ ሜትሮ ክልተን ፈረቓን እንድሕር ክልተን ፈረቓን ብሎኬት እንድሕር ዝውድእ ኮይኑ ንጎንነታትኩም ክንደይ እንሆ ንቑመት ክንደይ እንሆ ጌርኩም ተባዝሕዋ ትኽእል ኢኹም ማለት እቶም ሰብ ሞያ ሕዚ ክንደይ ብሎኬት ይኣኽለኒ እንድሕር ኢልኩምዎም ክንደይ ብክንደይ ኢሎም ይሓቱኻ እንደዚ ብክንድዚ ትብሎም ካብኡ ወረቀትና ደፍተሮም ሒዞም መባዝሒ ይነግርኹም ማለት እዩ እና ከምዚ ገይሮም ንዓይ ዘረድኡኒ ነይሮም ቁመቱ ክንደይ ክብሉ ከለዉ ክንዲ ክንዚ ክንድዚ ይብሎም ካብኡ እታ ብሎኬት ክንዲዚኣ ክንዲዚኣ ትስራሕ ብክንዲዚ ክንዲዚ ጌርካ ባዝሒ ይክብሉኒ ከለዉ ኣነ ሎም ሰዓቶም ከባዝሑ ከለኹ ማዕረ ይመፀልና ማለት እዩ እና ስለዚ ቢያንስ እስካብ ሽሕ ብሎኬት ክውደአኩም ይኽእል እዩ ማለት እዩ እስካብ ሽሕ ብሎኬት ናታትኩም ሳሎን ሓሙሽተ ብሓሙሽተ ለያ እያ ንጎኒ ሓሙሽተ ንቁመት ሓሙሽተ መደቀሲ ጎኒ ንቁመት ናይ ግድን ሓሙሽተ ትመፅያ ምስ ናይ ሳሎን ተፀጊዓ ንጎኒ ከዓነየ ሰለስተ ክኸውን ይኽእል ሰለስተ ምፈርዓን ክኸውን ይኽእል ወይ ከዓ ከም ሳሎን ሓሙሽተ ክኸውን ይኽእል ዝፈልጦ ተኣምር የብለይን ዝሮ ዝሮ ብቲ ብክልቲኡ ሓሙሽተ ብሓሙሽተ ገይረ ተሰሪሐዮ ዝርያ ምላሽ ንክትሓፅሮ እስካብ በቃ ካብ ሸሞንተ ሚእቲ እስካብ ሽሕ ብሎኬት ትውደኩም እያ ግን ምንም ነገር ከይጉደልኩም ከይቀነስኩም በዓልትኹም ትሓስዋ ተኮይንኩም ማለት እዩ ኣብ ሓንቲ ሜትሮ ውሽጢ ሚእቲ ቁፅሪ ኒሃዎ ዶ ካብኡ ክልተ ንፈርኣን ብሎኬት ትውደኩም ኣላ ብድሌትኩም ሜትር ዓሰርተ ከፍሊ ገዛ ክህለኩም ይኽእል ክልተ ሚእትን ሓምሳን ካሬ ዝኾይኑ ዕስራ ሓሙሽተ ሜትሮ ክኸው ሕዚ ንኣብነት ክልተ ሚእትን ሓምሳን ካሬ ንቑመት ዕስራ ሓሙሽተ ሜትሮ ይግበሮ ኣብ ዕስራ ሓሙሽተ ሜትሮ ሓንቲ ኣብ ዕስራ ሓሙሽተ ሜትሮ ሓንቲ ብሓንቲ ንፅል ንፅል ጌርኩም ክተውደቑ ክንደይ ክንደይ ብክንደይ ከም ዝኾነ ትሕሰዋ ካብኡ ብላዕሊ ደሞ ክራባሕ ሰለስተ ተኮይኑ ክራባሕ ብሰለስተ ትብልዎ ማለት እዩ ሓንቲ ዝረሳዕዋ ነገር ተሊኣ ብሎኬት ሓዚ ብኢድ የማን እና ብኢድ ፀጋም ጌርኩም ክትነድቅዎ ከለኹም ኣብ መንጎ መጣበቂ ዝበሃል ኣሎ ሕፃና ስሚንቶ ኩዕኻስ ጌርካ ተጣብቆ ማለት እዩ ንሳ ደሞ ዜሮ ሓሙሽተ ሳንቲሜትር እያ ተኣትዋ እታ ብጣዕሚ ገይሮምሉ ተተባሂሉ ዜሮ ሓሙሽተ ሴንቲሜትር እዩ ማለት ዜሮ ሓሙሽተ ማለት ብጣዕሚ እያ ንእሽተይ ስለዚ ኣብ መንጎ መንጎ ድማ ሓሙሽተ ሓሙሽተ ሴንቲሜትር ጌርኩም እንትን ትርፊ ኣውፅሉ ማለት እዩ ካብኡ ንሱ ደሚርኩም ትሓስብዎ ትኽእል ኢኹም ዝሮ ዝሮ ግን ካብ ሸሞንተ እስካብ ይኣኽለኩም እዮ እዚ ግን ሳሎን እና መደቀስ ንምፍላይ ድሕሪቱ ቅድሚቱ ማእኸል ንምፍላይ ደኣ እምበር ብቪላ ገዛ እየ ዝለኩም ኣለኹ ብፎቅ ተኮይኑ ያው ፎቅ መብዛሕትኡ ዝስራ ሰለስተ እታ ፅብቅ ትበሃል ሰለስተ እታ ሓፃር ትበሃል ክልተን ሰማንያን እታ ብጣዕሚ ነዊሓ ትበሃል ደሞ ሰለስተን ዕስራን ገይሮም እዮም ዝሰርሕዋ ካብ ክልተን ሰማንያን እስካብ ሰለስተን ግን መብዛሕትኡ ሰብ ሰለስተ እዩ ዝሰርሖ ክቡኡ ተኮይኑ ግን ቢያንስ ሓደ ሓደ ሽዱሽተ ሚእቲ እዩ ተወደእኩም ካብኡ ላዕሊ ኣይውደእኩም ቢያንስ ሽዱሽተ ሚእቲ ኣቃ ተወደእትኩም ማለት እዩ ቢላ ግን ንእሽቶ ንውሕ ዝህእ ስለ ዝኾነ ካብ ሸሞንተ ካብ ሽሕ ጌርኩም ብማእኸላይ ሕሰቡ ሕዚ ናታትኩም ሳሎን ሰለስተ ሜትሮ እንድሕር ኮይኑ ካብቲ ሓሙሽተ ሜትሮስ ክልተ ሜትሮ ይቐረ ኣሎ ማለት እዩ መደቀሲኹም ግን ሓደን ፈረቓ እንታይ ጌርኩምዎ ካብቲ ሓሙሽተን ፈረቓን ሰለስተን ፈረቓን ይቐረ ኣሎ ማለት እዩና ደጋፊት እውን ወሳኒ እዩ ሰለስተ ሜትሮ ዝወጽእ ደገ ኣፌት እና ሓደ ሜትሮ ዝወጽእ ደገ ኣፌት ሓደ ይወጽእ ሓደ ይመጽእ ብሎኬቱ ስለዚ ኣነ ደግሞ ብሰለስተ ሜትሮ እየ ሓሲበዮ እቲ ሳሎን መደቀሲ ደሞ ሓንቲ መእተዊ እያ ብሳሉን ብቻ ተእቱ እምበይ ብደገ ማዕፆ ኣይሰራሕኩለን ማለት እዩና ክብራት ኣሕዋተይ ከምዚ ገይረ ሓሲበልኩም ነሆ ከምቲ ኣነ ዝበልኩኹም ሕሰብዋ እሞ፣ ብቲ ኣነ ዝበልኩኹም ሜትሮ ክንደይ መጺኣትልኩም፣ ብቲ ኣነ ዝበልኩኹም ብሎኬት እና ብቲ ኣነ ዝነገርኩኹም ሓሙሽተ ብሓሙሽተ ሳሎን፣ ሓሙሽተ ብሰለስተ እስካብ ሰለስተን ፈርዖን ዘሎ መደቀሲ ክንደይ ብሎኬት መጺእልኩም ጸሓፉለይ ኮሜንት ማለት እዩ። መደቀሲ ግን ሓሙሽተ ብሰለስተን ፈርዖን ብጣዕሚ እዩ ነዊሕ። ብቲ ሓሙሽተ ፍርቂ እዚ ሓሙሽተ ዝኾነሉ ብቲ ናይ ሳሎን ማዕረ ስለ ዝኸውን እዩ ተደሊኹም ግን መደቀሲ ብደገ ደገ ኣፍ ተጌርኩምሉ እታ መደቀሲት ንላዕሊ ሓደ ሜትሮ ልዕል ትብሉ እሞ ካብኡ በራንዳ ነገር ተውፅላ ትኽእሉ ኢኹም ማለት እዩ መእተውስ ክልተ ትገብርዋ ትኽእሉ ኢኹም ብሳሎንና ብመደቀሲ ማለት እዩ ካብኡ ያው መደቀሲ ኣርባዕተ ይኸውን ኣሎ ግን እዚ ክለኩም ከለኹ ግድን ሽንቲ ቤት ክህልዎ እዩ ኣብ መደቀሲ ሽንቲ ቤት ክህልዎ እዩ እና ከምዚ ይመስል ደቂ ዓበይትዋይ መዓረይ ሓሳብ ርእይቶኹም ደሞ ኣብ ኮሜንት ጸሓፉለይ ንጎኒ ሰለስተን ኣርባዕ ንጎኒ ኣርባዕተ ተኮይኑ ብጣዕሚ ሰፊሕ ክልተ ሰፋሕቲ ዓራት ይሕዘልኩም ኣሎ ማለት እዩ ካብኡ ከዓኒ ሰለስተን ሓምሳን ሰለስተን ስሳን ተኮይና ደሞ ቢያንስ ናይ ሜትሮን ሓምሳን ወይ ከዓ ናይ ሜትሮን ዕስራን ዓራት ካብኡ ደሞ ቁምሳጥን ናይ ክዳን ማለት እዩ እንድሌትኩም ጌራ ብደንብ ትሕዘልኩም ኣላ ንጎኒ ሰለስተን ሓምሳን ወይ ሰለስተን ስሳን እንተኮይና ማለት እዩ ባይዘወይ ኣነሲ እንታይ ድዮ መደቀሲ ክንደይ ብክንደይ ጌርኩም እንታይ ድዮም ክንድዚ ብክንድዚ ኣሃ ማዕፆ ብከመይ ይኽፈት ቁምሳጥን ብዙ ድያ ቁመጥ ምናምን ናልካ እዚ ኮይነሲ ሓንቲ ብሓንቲ ይርድአንም ማለት እዩ እና ከምዚ እናገርኩም ትሰርሕዎ ትኽእሉ ኢኹም መደቀሲ ኢኹም ብናይ ባዕልኹም ስፍሓት ተውፅሉ ትኽእሉ ኢኹም ግድን ቤተሰብ የኾነ በቃ ኩሉ ነገር እናፈለጥኩም ትኸዱ ማለት እዩ ንኣብነት ሕዚ ሜ ሰለስተን ሓምሳን እንተኮይኑ ዓራት ዝሰፍሐት ሜትሮን ሓምሳን ሜትሮን ሓምሳን ቦታ መወድኢ ቅርሺ መወድኢ እምበይ ወላ ሓንቲ ሜትሮን ዕስራን እኽል እዩ ብወገነይ እስከ ንስኻትኩም ከ ንሰብኣይን ሰበይትን ሜትሮን ዕስራን ኣይኣክልን ዓራት እኽል እዩ እየ ዝብል

ሓደ ሜትሮ ዝኸይሉ ሜትሮን ዕስራን ዓራት ሜትሮን ዕስራን እና ሜትሮ ክልተን ዕስራን ይኸውን ኣሎ ለዚ ክልተን ዕስራን ኣብ ማእኸል ዓራት ክልተን ዕስራን እሲ መንቀሳቃሲ ዘለታ ቆንጆ መደቀሲ ትኸውነላ ማለት እዩ ማለት ዓራቱ ሲ ብቲ ሓምሳ ብቲ ሓምሳ ኣብ ማእኸሉ እኒሀ ቆንጆ ይኸውነሉ መልክዑ ዋላ መንቀሳቃሲ እኒሀኩም ካብኡ ከዓኒ ሰለስተን ሓምሳ እንዲለያ ነይራ ክንደይ በፂሕና ነይና ክልተን ዕስራን ሰለስተን ሓምሳን ንኽንከውን ክንደይ ይቐረና ኣሎ? ሜትሮን ሰላሳን ይቐረና ኣሎ ማለት እዩ። እታ ሜትሮን ሰላሳን ከዓኒ ቁም ሳጥን ተትሕዘልኩም ኣላ። ቁም ሳጥን ንጎኒ ሓምሳ ወይ ስሳ ተጌርኩሞ ንጎኒ እየ ዝብለኩም ንጎኒ ተዓፂፍካ ክዳን ዘቐመጦ ማለት እየ ንጎኒ ደሓነ ስሳ ስፍሕ ዝበለ ስሳ እንድሕሪ ኮይኑ ንቑመት ከዓኒ ክልተ ሜትሮ ተኮይኑ ንቑመት ያው ናታትኩም መደቀሲ ወይ ኣርባዕተ ወይ ብሓሙሽተ ትገብርዎ ትኽእሉ ኢኹም ኣርባዕተ እኳ ተኮይኑሲ ንቁመት ክልተ ሜትሮ ተጌርኩሞ እዚ ቁምሳጥንኩም ናይ ክልተ ሜትሮ ደሞ መንቀሳቀሲ እንሄኩም ማለት እዩ ክብራት ኣሕዋተይ ንጎኒ ደሞ ሜትሮን ሜትሮን ሳላሳን ቀሪድና ነይሩ እታ ስሳ ሴንቲሜትር ንንትን ተቐሪ

ኣነ በይነይ ከምዚ ገይረ ሕስብ እየ ዝውዕሎ ዝሓድሮ ዋላ እታ ቁም ሳጥን ኣውፅኤ ብክልተ ዓራት ሓንቲ ስፍሕ ዘለት ዓራት እና ሓንቲ ተፅብብ ዘለት ዓራት እውን ትሕዘልኩም ትኽእል እያ እና ከምዚ እናግበርኩም መደቀስ እና ደቂ ዓበይቲ ዋይ ቪድዮ እዚኣ ትመስል ነይራ ተማሂርኩም ልትኾኑ ተስፋ ይገብር ላይክ ሸር ሰብስክራይብ ምግባር ኣይትረስዑ ሰሰናዩ ብጣዕሚ እየ ዝፈትወኩም ባይ ባይ